ሰላም ሰላም ሰላም ሰላም ኣምላኽ ንዓኻትኩም ይኹን ሎም መዓልቲ ከዓ ተመሊሰኩም ኣለኹ ሓንቲ ንእሽቲ ሓሳባት ሒዘ ክትከታተሉን ተስፋ ገብር ክትፈትዋ እውን ተስፋ ገብር ተኸታተሉን ይኹን ፕሊዝ ሳብስክራይብ ሼር ኮሜንት ላይክ ብምግባር ከዓ ተሓባበሩን ፕሊዝ ክትኣትዉ ከለኹም ላይክ እንዳገበርኩም እተው ኢኹም እቶም ሓደሽቲ ዝኾንኩም ከዓ ሳብስክራይብ ፕሊስ ላይክ ግበሩ ላይክ ግበርዎ ብጣዕሚ እዩ ዝጠቅም ኩሉ ድበፅሖ ማለት እዩ እሎም መዓልቲ ሓንቲ ንእሽተይ ሓሳባት ክርኢ እየ እሳ ከዓ እንታይ እያ ትብል ኣቦሲ ናሕሲ እዩ ኸ እንታይ እዩ እንተዳ ኢልና ናሕሲ እዩ ወይ ከዓኒ ከምዚ በሎፎን ወይ ከዓ ዚንጎ በዝና ዓድና ዶ ንበሎ ወይ ከዓ ፅላል እዩ በብዓይነቱ ከትሕዘ ምክንያቱ ኩሉ ስለ ዝኾነ ማለት እዩ ሕጂ እቲ በዓል ናሕሲ ወይ ከዓ በዓል ብሎፎን ወይ ከዓ በዓል ዚ ዝኾነ እዚ ብላዕሊ ዝኽደን ማለት እዩ ፅላል እዩ እንታይ ይገብር እሱ ይከላኸለልካ ናሕሲ ካብ ማይ ካብ ፀሓይ ካብ ዝተፈላለየ ነገራት እንታይ ይገብረልካ ይከላኸለልካ ሕጂ ብሓፂሩ ነቲ ሙሉእ እቲ ብምሉኡ እንታይ ገይሩ ኣሎ ንብምሉኡ ነቲ ኣብ ታሕቲ ዘሎ ኣፅሊልዎ ኣሎ ዋላ እኳ በብዓይነቱ ኣብቲ ታሕቲ እንተሃለወ ነቲ ናሕሲ ዝሕዞ እቲ ናሕሲ እንተዘየልዩ ግን ዋላ ትርባዕቲ ኣንጎሎ ሃሉ ዋላ እቲ ኩርናዓት ይሃሉ ዋላ ዓንዲ ሃሉ ዋላ እቲ ዝኾነ ይሃሉ ናሕሲ እንተዘይሃልዩ ወይ ከዓ እቲ ላዕሊ ዘሎ እቲ ብላዕሊ ዘሎ እንተ ደኣ ይሃልዩ እታ ገዛ ገዛ እያ ተሰሪሓ ኣላ ተሃኒፃ ኣላ ግን ሓደ ነገር ጎዲልዋ ኣሎ እቲ ኣዝዩ ኣድላይ ዝኾነ ነገር እንተ ኮይንዋ ኣሎ ጎዲልዋ ኣሎ ማለት እዩ ሕጂ ተስፋ ይገብር ኩልኹም ክትርድኡኒ ክሰምዑኒ ብፍላይ ከዓ እዘን ኣሕዋተይ ደቂ ኣንስትዮ ኩልኹም ብምልእኹም ወድኹም ተባዕትኹም እሞ ኣብዚ ንቕንቕ ዝብል ሓዳር ትነብሩ ዘለኹም ወይ ከዓ ኣብዚ ቀጥቀጥ ዝብል ሓዳር ትነብሩ ዘለኹም እቶም ዘይተወደኤ ወይ ከኣ እቶም ብሕጂ ውን ኣብ ሓዳር ትነብሩ እሞ ብዙሕ ነገር ከጋጥመኩም ዝኽእል ብዙሕ ነገር ክመጸኩም ዝኽእል ምክንያቱ ሓዳር ክትጅምር ኮላ ከምዚ ቀልጢፋ ሓዳር ክውን ኣይትብልን እያ ገለገለ ዕድለኛታት ጽቡቅ ኮይኖም ይነብሩ እዮም ገለገለ ከኣኒ ገለገለ መጽኢ ማለት እዩ ስለዝኾነ ዝኾነ ብሓንሳብ ትነብሮ ነገር ምግጫው ኣሎ ምስ ደቅኻ ትጋጮ ምስ ሓስተኻረየ ትጋጮ ምስ ሓውኻ ትጋጮ ምስ ሓፍትኻ ትጋጮ ብሓሳብ ትነብር ተኮይንካ ኩሉ መዓልቲ ምግጫው ኣሎ ኣነ ምስ ደቂ እንደ ዝነብር ዘለኹ ኩሉ ግዜ ይጋጮ እየ ማለት እዩ በኣሴ ይቋየቑ እየ ገለ ገለ ግን ከምኡ ኢልና ይንነብርን ኢና ማለት እዩ ወይ ከዓ እንዳተቋየቑካ ይትነብርን ኢኻ ማለት እዩ ከምዚ ነግረምረም ዋላ ካብ ብዙሕ ተዘይብልና ሓቂ ዘረባ ከምቲ ኩሉ ግዜ ዝብሎ ሓደ ሓደ ግዜስ መማልእቲ ክኾናን እየ ድምለአን እምበር ተዝህልዋስ ሓሶት ምበላን ነይረን ግን ትጋጮ ኢኻ ትበኣስ ኢኻ ትቋየቑ ኢኻ ብዙሕ ነገር ተሕልፍ ኢኻ ማለት እዩ ብፍላይ ከ ኣብ ሓዳር ካብትን ካብትን ትመፅእ ካብትን ካብትን ኣይትፋለጥ ኣይ- ወላ ሓንቲ በቃ ኮታ ካብቲ በበይኑ ኣተዓባብያ፣ በበይኑ ኣነባብራ፣ በበይኑ ናብራ ንነብር ነይርና፣ በበይኑ ኮምፕሊትሊ ዝተፈላለየና ሰባት ወይ ከዓ ዋላ ብባህሪ ዋላ ብገለ ከዓኒ ንራኸብ ኢና ማለት እዩ። ስለዝኾነ ኣብዚ ኩሉ እንታይ ኣሎ መዓት ገለመለ ክመፅእ ይኽእል ማለት እዩ። ሕጂ ነዘን ደቂ ኣንስትዮ ኣሕዋተ ኤሎም መዓልቲ ከዓ ቅሩብ ክስታ ክገብረክን ምክንያቱ ብዘይ ኣቦ ምዕባይ ኣነ እፈልጦ እየ ኣነ ንገዛእ ርእሰይ ብዘይ ኣቦ ዓብየ ብዘይ ኣቦ ዓብየ ክብል ከለኹ ግን ሓቂ ዘረባ ኣቦይ ብንእሽተይ ከሎ ስለ ዝሞተ ስጋዕ ክንድቲ ክስታይ ዝገብረሉ የብል ከምዚ ኣቦ ይነበረኒ እንዶ ኣቦ የብለይ እንዶ ገለ ኢለ ብዙሕ ዝማረረሉስ ኣይነበረንን ወይ ከዓ ኣደይ ንኩሉ ሸፊናቶ ነይራ ማለት እዩ ሕጂ እንታይ ንክምባል እየ ደልየ ኣቦ ናሕሲ እዩ እየ ዝብል ዘለኹ ስለዝኾነ እዚ ናሕሲ ዝኾነ ኣቦ ኣነ ኣቦነት ወይ ከዓ ኣቦ ምባል ዝተረድኣኒ ወይ ከዓ ኣቦ እንታይ እዩ ዝተረድኣኒ እንተ ኮይኑ ናይ ብሓቂ እቲ ካብ ኣቦታት ኣቦ ዝኾነ ኣምላኽ ንዑ እየ በቃ ንመጀመርያ እውን ኣቦይ ኢለ ብድፍረት ኣቦይ ኢለ ክፅውዖ ዝኸኣልኩ ሓደ ኣምላኽ እዩ ምኽንያቱ ንኻልኦት ሰባት ኣቦይ ኢለ ፀዊዐ ኣይፈልጥን ዘይኮነ ግን ኣቦይ ኩስቶ ኣቦይ ኩስቶ ኣቦይ ኩስቶ እምበር ኣቦይ ኢለ ከምዚ ናተይ ናይ ግለይ ኢለ ፀዊዐ ኣይፈልጥን እዩ ምክንያቱ ኣቦታት ኣይኮኑን ኣምላኽ ግን ካብ ኣቦይ ንላዕሊ ከማን ኣቦይ ስለ ዝኾነ ኣቦይ ኢለ ፀዊዐ ማለት እዩ ሕጅስ ናይ ኣቦነት ወይ ከዓ ናይ ኣቦ ፍቕሪ ወይ ከዓ ኣቦ እንታይ ምዃኑ ይርድአኒ እዩ ኣቦ ከዓኒ ፅላል እዩ ንዓይ ኣምላኸይ ጽላለይ እዩ ኣብ ትሕቲ ምድሪ ከኣኒ ጽላል ንክኾኑ ዘቐመጦም ኣሎ ኣምላኽ ማለት እዩ ሕጂ ኣነ እቲ ቀንዲ ነገር የደልየ ደለኹ ክንተሓሓዝ የደልየ ደለኹ እቲ ጽላል ወይ ከዓ ርእሲ ኢሉ ዝፅውዖ ኣምላኽ ከምዚ ንብሎ ርእሲ ኢኽሞ ተጨፍለቕዶ ኣነ ርእሲ እሞ እዚ እዚ ሸንኮለል እዚ ወጠጠጥ ዘይኮነ ግን ናሕሲ ሕጂ ናቱ ህላውነት ናይቲ ኣቦ ህላውነት እንተ ደኣ ሃልዩ ወይ ከዓ እቲ ናቱ ፕሬዘንስ ናይ ናይቲ ኣቦ ፕሬዘንስ ናይ ኣምላኽ ፕሬዘንስ ሕጂ ኣብ ቤተክርስትያን እንተሃልዩ ኣባኻ እንተሃልዩ ፍርሒ ይስምዓካ በቃ ገለ ይስምዓካ ኮሪዕካ ከቢርካ ኣፍ ልብኻ ነፊሕካ ኢኻ ትመልእ ናይ ኣምላኽ ነገር ኣብ ውሽጥኻ እንተተሰሚዑካ ማለት እዩ ኣቦ ዘለዎ ቆልዓ ሰብኣይ ዘለዋ ሰበይቲ ከዓ ኩሉ መዓልቲ እንታይ እያ ኩርዕቲ እያ ሕጂ ኣይኩርዓትን ኢኽን ከይ ኣይኮንኩን ዝብል ዘለኹ ነዘን ሰብኡት ዘይብልክን ኣነ ባዕለይ ስለ ዘለኹ ኣጀኹን ኩርዓት ኢና ብኣምላኽና ኩርዓት ኢና ብገዛእ ርእስና ከዓ ኩርዕት ኢና ኩርዓት ኢና ፈቲናዮ ተገዲድና እምበር ኣይደለናዮን ዝብል ሰሪሐ ነይረ ቅድሚ ሕጂ ደልዩ ደልዩ ኣይደን ነው እንድዒ ብዙሓት ተሊኹም ደልዩ ኣነ ሓዳር ኣይደልይን እየ በቃ ከምዚ ኣይደልይን እየ ዝብል ሰብ ብዙሕ ዘሎ ይመስለኒ ክህሉ ግን ይኽእል እዩ ኣነ ግን ተገዲደ እምበር ኣይደለኽዎን ሓዳር ክ- ደቀይ በይነይ ክዕቢ ኣይደልዮን እየ ኣይደለኽዎን ከዓ ግን ኮይኑ መቸም ሕጂ እታ ክብለክን እየ ደልየ መስለክን ፅላል ንደቅና ጽላል ኣቦኦም እንተልዩ እንታይ ይስምዖም መስለክን? ሓበን፣ ኩርዓት፣ ኣቦይ ኣደ ኩሉ ግዜ ኣደ እንድያ ምክንያቱ ደቅና ወይ ከዓ ንሕና ደቅና ባዕሎም ካብ ማህፀንና ካባና ካብ ውሽጥና ዝወፁ ስለ ዝኾኑ እቲ ናይ ኣደነት ነገር እቲ ተተሓሓዘ ነገር እቲ ተላገበ ነገር እንታይ ኣሎ ኩሉ ግዜ ኣሎ ማለት እዩ ኣቦ ግን ፅላል እዩ ኩርዓት እዩ ክብረት እዩ ከምዚ ክብለኩም ዝፀናሕኩ ብኣምላኽካ ምልእ እንተልካ ወይ ከዓ ንኣምላኽካ እንተኣሚንካ ወይ ከዓ ኣምላኽ ምሳኻ ኣልዩ እንተተረዲኡኳ እግዚኣብሄር እግዚኣብሄርነቱ ዓቕሙ ሓይሉ እንተተረዲኡኳ ንኣምላኽ ኣይኮንኩን ምስ ሰብኣይ ደወዳድሮ ዘለኹ ግን ብዝኾነ ኹን ኣቦ ከዓ ከምኡ እዩ ኣምላኽ መታን ክርድኣና ሲ ኣነ ኣቦኹም ኢሉ ይፅዋዓና ኣነ ዴኹም ኢሉ ይፅዋዓና ምክንያቱ ክንዲ ምንታይ ክርድኣና ስለ ዝደለየ ማለት እዩ ክንዲ ምንታይ ናይ ኣቦነት ነገር ክርድኣና ወይ ናይ ኣደነት ክርድኣና ስለ ዝደለየ ሕጂ እታ ክብለክን እየ ደልየ መስለክን ወይ ከዓ ንኩልኩም ንምምልእኩም እቶም ደለኹም ብሓንሳብ ዘለኹም እሞ ዋላ እቲ ኣቦነትኩም ድዩ ስብእነትኩም ድዩ ክብረትኩም ድዩ ኩሉ ነገር ለጊሱ ዝመስለኩም ወይ ከዓ ስኻትክን ከዓ ወይ ከዓ ዋላ ዝነዓቕክኖ ባዕሊ ፍለጥ ወይ ከዓ ስቑኢሉ እዩ ከም ገለ እዩ ዋላ ኣይደልዮን እየ ኣይደልያን እየ ብዙሕ ተዛሪበ ነይረ ብቐዳማይ ምክንያቱ ኣነ ሕጂ እውን እንተኾነ ናይ ፀግዒ ደቂ ኣንስትዮ እየ ሕጂ እውን ተኾነ ኣይልወጥን እየ ናተን ማህረምቲ ማህረምተይ እዩ ናተይን ብክያት ብክያተይ እዩ ናተን ሓዘን ሓዘነይ እዩ ግን ከምኡ ኢሉ ከሎ ግን ፅላል ከይንስእን ይብል ኣለኹ ኣነ ናሕሲ ከይንስእን ኣዕኑዲ ተሰሪሖም መንደቕ ተነዲቑ ኩሉ ተገይሩ ናሕሲ ተዘይብላ ገዛ ኣይመልአትን ኣይተወደአትን ሕጂ እታ ክብል እየ ደልየ ናሕስና መታን ከይንስእን ፅላልና መታን ከይንስእን ዋላ ማይ ዘንጥብ እኮ ክኸውን ይኽእል እዩ ዋላ ዛዕዛዕ ዝብል ክኸውን እኮ ክእል እዩ ግን እንታይ ትገብር ትድብድቦ መሊስካ ትድብድቦ ገለ ነገር እኮ ክኸውን ይኽእል እዩ ዋላ ዋላ ኣብዚ ዓዲ ዋላ ኣብዚ ዓዲ ማይ ይኣትወና በቲ መፅእ በቲ ኣቱ ኣብ ዓቢ ፕላሰ ከለኹ እንደ ግዜ ዝገዛ ኣነ ዘለኹዎ ማይ ኣትዩኒ ኣሎ እኸይድ ይዕረ ትግበር እትግበር ሕጂ ነገር የለን ምግጫው የለን ማለት ኣይኮነን ነገራት የለን ማለት ዘይኮነሲ ፅላል እቲ ናይ ኣቦነት ፕሬዘንስ ዋላ እታ ሰበይቲ ሰብኣያ እንተልዩ እኮ ሓንቲ ጎደለነት ኣይስማዓን እዩ ጎዶልያ ማለት ኣይኮንኩን ግን መዓልቲ ሓዳር ሰብኣይ እንተ ሃልይዋ ያ ኣርባዕተ ክትከውን ዝነበረካ እንተ ሰለስተ ኮይንካ ሓደ ጎዲሉ ኣሎ ማለት እዩ ወይ ከዓ ክልተ ክትከውን ዝግብኣካ እንተ ሓደ ጎዲሉ ሓደ ኮይንካ ኣለካስ ጎዲሉ ኣሎ ማለት እዩ ስለዝኮነ እንታይ ክብል እየ ደልየ መስለክን ፅላልና ከይነስእን እቲ ዝበለፅ እቲ ዝገደደ ከዓ መን ደቅና ደቅኻ በይንኻ ምዕባይ ካባይ ንላዕሊ ዝፈልጦ ኣሎ ኢለ ኣነ ኣይግምትን እየ ካብ ስደት ናብ ስደት መዓት እዩ ዘሎ ከመይ ጌርካ እሞ ክትገልፆ ብኸመይ እሞ ጀሚረ ብኸመይ ክውድኦ ሕጂ በይንኻ ምዃን ብዘይ ሰብኣይካ ምዃን ብዘይ ፅላልካ ምዃን ብዘይ መልክዕካ ምዃን ብዘይ ግርማኻ ምዃን ብዘይ ፕሬዘንስ ናቱ ወይ ከዓ ህላውነት ናይ ሰብኣይካ ደይ ምዃን ብጣዕሚ ሕማቕ እዩ እንተዘየለ እንተዘይደልዩ እንተዘይገለ ሓኒቕካ መቸም ብሓይሊ ሰብኣይ ኩነኒ ብሓይሊ ፅላል ኩነኒ ትብሎን ኢኻ ብሓይሊ ደኣ በጃኻ ፅልለኒ ትብሎን ኢኻ ግን ገለገለ ደቂ ተባዕትዮ ፅላል ክኾኑ እንዳኸኣሉ ኣቦታት ክኾኑ እንዳኸኣሉ ኩሉ ነገር ክኾኑ እንዳኸኣሉ ከለዉ ሓደ ሓደ ግዜ እቲ እንታይ ሽሙ ክኾኑ ይንፀጉ እሞ ይስእንዎ ሕጂ ኣነ ብዛዕባኦም እውን ኣይኮንኩን ተጨኒቐ ዘለኹ ብዛዕባና እየ ብዛዕባ ደቂ ኣንስትዮ እየ በይንና ከይንኸውን ፅላል ክህልወና ክብረት ክህልወና በቃ ርእስና ኣፍ ልብና መሊእና ነፊሕና ክንከይድ ካልኣይ ክህልወና ፀላኢና በይኑ ኹን በይንኻ ምዃን እኮ ፅቡቅ ኣይኮነን ብጣዕሚ ማለት ከምዚ ክብል ከለኹ ቀሊል ኣይኮነን ንኽንደይ ዓመታት በይንኻ በይንኻ በይንኻ በይንኻ ትሓስብ በይንኻ ትዛረብ ኣምላኽ ኣሎ ገዲፍካ ማለት እግዚኣብሄር ስለ ዘሎ ናይ እግዚኣብሄር ቦታ ንእግዚኣብሄር ክንህቦ እንዲና በይንኻ በይንኻ ብዛዕባ ደቅኻ ትጭነቕ ብዛዕባ ደቅና ዝዛረብ ኣለኹ ለንኪኒ በይንኻ በይንኻ ሲ ትዛረቦ ደይብልካስ ሙሉእ ለይቲ ክመፁ ድዩ ክመፅኣ ድየን እንታይ ኮን ረኺቦ ኸውን እንታይ ኮን ረኺብዎ ኸውን ንበይንኻ ክልቴኻ እንተኾንካ ግን እንታይ ኮይኑ ይኸውን ኣጆኺ ይዋ ሓንቲ ኣይኮኑን እዩ በጃኻ ሱቕ በሊ በጃኻ ሱቕ በል ከምስታት ክህሉ ይኽእል እዩ በይንኻ ግን በይንኻ እያ ምስ መን ኢኻ ኸ ክትዛረብ ለይቲ ምድሪ ምስ መን ኢኻ ኸ ላዕልን ታሕትን ክትብል ስለ ዝኾነ እንታይ ክብል እየ ደልየ መስለክን ብዝተኻእለና መጠን እዞም ኣብ ሓዳር ዘለኹም ፕሊስ ፕሊስ ኣነ ይልምነኩም ኣለኹ ሓዳርኩም ኣፅኒዕኩም ክትሕዙ ዋላ ዝመፀ ተመፀ ዋላ ዝተጋጨወ እንተተጋጨወ ዋላ ዘዕገርገረ ተዕገርገረ ካልኣይ ነገር ከዓ ንሕጂ እምበር ዘይሓልፍ ነገር የለን ዘይውዳእ ነገር የለን ክልተ ደኣ እሞ ካብ ዝተፈላለየ ዝመፁ ደኣ እሞ ናይ ግድን ክፈሓፍሑ እዮም እምበር ሓፂን እኮ ንሓፂን እዩ ተፈሓፊሑ እዩ ድ- ድሰሓሓል እምበር ተረሓሒቑ እኮ ክሰሓሓል ኣይክእልን እዩ ሓፂንካ ንሓፂን እዩ ዝስሕሎ ስለዝኾነ ዋላ ኣፋሓፋሕ እንተሃለወ ዋላ ኣዳፋፋእ እንተሃለወ ዋላ ኣጓናናፅ እንተሃለወ ካልእ ለበል ኣይንውሰደሉ ናብ ምፍልላይ ኣይንጉየ ባዕልኹም ሓዳርኩም ጌርኩም ኣጥቢቕኩም እንተደኣ ሒዝኩሞ ኣፅኒዕኩም እንተደኣ ሒዝኩሞ ክትዓብዩ ትኽእሉ ኢኹም እቲ ዝደልይዎ ክትገብሩ ትኽእሉ ኢኹም ደቅኹም ፅቡቅ ከተምህሩ ትኽእሉ ኢኹም ደቅኹም ኣቦን ኣደን ኮይኖም በቦን በደን ተኸቢቦም ክዓብ ይኽእሉ እዮም ከን ኢማጂን ኣብ ሓደ ጣውላ ኣቦኦም ክብረቶም ዘለዎ ኣዲኦም ክብረቶም ዘለዋ ኣብ ሓደ መኣዲ ተኣኪቦም ኢዶም ከእትውን ኣብ መኣዲ ብላዕ ዝወደይ ብልዕዛ ጓለይ ኣይስምዓክንን ቆልዑ ኣቦኦም ክመፁ ከለዉ ማዕፆ ገልጠም ክትብል ኮላ ጉያ ኢሎም በዚ ናይዚ ዓዲ ክዛረቦ ዳዲ እንዳበሉ ክጎዩ ከለዉ ኣይስምዓካን ከቢድ እዩ ንስኻ ባዕልኻ ሒዝካዮ ክትወፅእ ትምህርቲ ከተብፅሖ ክትመልሶ ክትመልሳ ስፖርት ከተብፅሖ ስፖርት ክትወስዶ ኣቦኻ ደኣ ኣበሎ ክንደይ ብናልባሽ ሓደሽ እንተ ሃሊኽን እሙኒ ነገራት ኩሉ ዝተሓዋወሰ ተልዩ ክትዕርዮ ኢለ እየ ደቂ ተባዕትዮ ኣሕዋትና ከዓ በጃኹም ንነስትኹም ልብኽን ሃብወን ኣይትግደፍወን ኣይተፀምወን በይነን ኣይትግደፍወን ይፅምወን ኣሎ እየ ክብለኩም ደልየ ሕጂ እንታይ ክብል ደልየ ደቂ ኣንስትዮ ኣሕዋተይ ሎም መዓልቲ ንዓኽን እንድዩ ዘረባይ ንዓኽን እንድዩ ምኽረይ ብቀዳማይ ስጋዕ ዝኣኽለኒ እንድየ ተዛሪበ ኣብ ልዕሊ ደቂ ተባዕትዮ በጺሕዎም ክኸውን ተስፋ ገብር ኣነ እንታይ ክብል ደልየ መስለክን ጽላል ጽላልና ከይንስእን ጽላልክን ከይትስእና ክብረት እዩ ደስ ኣይብሉኻን ሰብኣይን ሰበይትን ብሓሳብ ሓቢሮም ክኸዱ ደቆም ኣማእኪሎም ደስ ኣይብልኹምን እዞም ኣረግቶት ናይ ዓዲ እንግሊዝ ክሪኦም ከለኹ እ፣ ኮፍ ኢሎም ሰብኣይን ሰበይትን ኣሪጎም ሰብዓ ዓመት ብሓንሳብ ስሳ ዓመት ብሓንሳብ ሓምሳ ዓመት ብሓንሳብ ኣይ ዊሽ ከምዝታት ኮይኑለይ ተዝኸውን ነይሩ ኣይት- ኣይተዓደልኩን ኣይተዓደልኩን እሞ ሕጂ ነዚ ዘሎ ትዕድልትኽንሲ ከይትጠፍእክን ኢለ እየ። ደቅኻ ኸኣ ብዘይ ኣቦኦም ምዕባይ ደቂ ማለት ብጣዕሚ ከቢድ እዩ ከቢድ እዩ። ብዝተኻእለክን መጠን ብፍላይ እዚኦም ገልጠምጠም በቃ ከምዚ ዓቕልኽን ፀቢቡኩም ዓቕልኹም ፀቢቡኩም እሞ ደይተወደኤ ንስኻባ ንስኽባ ዘሎ ኣዐርይዎ። ነዛ ከምቲ ዝበልክዎ እዛ ናሕሲ ትመላእ ትምላእ እሞ ፅላል ይኹን ኣቦ ኣቦ ፅላል እዩ ኣቦ ዓቕሚ እዩ ኣቦ ክብሪ እዩ ኣቦ በቃ ሓበን እዩ ዝስማዓካ ስለዝኾነ እንታይ ክብለኪ ደልየ ፕሊስ እቶም ደቅኹን ኣቦታቶም መታን ሓበን ክስምዖም በዚ ናይ ትምህርቲ በዚ ናይዚ ቆልዑ እውን ዝዛረቦ ዶ ኣለኹ ብዙሕ እዛረብ ኣለኹ ኣቦኦም እንተልይዎም እኮ በቃ ኣቦይ ከምዚ ገይሩ ኣቦይ ከምዚ ገዚኡለይ ኣቦይ ከምዚ ገይሩለይ ኣቦይ ከምዚ ሰሪሑለይ ክብሉ ደስ እዩ ዝብለካ ኣቦይን ኣደይን ኣቦይ ምሳና ኣይነብርን እዩ ኣቦይን ኣደይን ድተባእስ እዮም ኣቦይን ኣደይን ድተፋትሑ እዮም ብፍላይ ከዓ ኣብ ሓደ ዓዲ ትነብሩ እትኮንኩም ኣቦ ዝነብር ደቅኻስ መጺኦም ከም ካብ ኣፍ ገዛ ሒዝካዮም ክትከይድ ሒዝዎም ክኸይድ ኣብ ደገ ኣብጺሑ ከኣ ካብ ደገ ክመልሶም ናብ ኣፍ ደገ እዋይ ሕሰብሉ እቶም ከምዚ ዘለኹም ሕሰብሉ ካልኣይ ነገር ከኣ ደቂ ኣንስትዮ ባዕልኽን ከይትዋረዳ ኣየርእየካን እየ ኣይሂበካን እየ ባዕልኻ ትፈልጥ ባዕልኺ ትፈልጢ ፈጺምክን ንኣሂበካን እዩ ባዕልኽን ከይትደኽማ ባዕልኽን ከይትዋረዳ ክልተ ኣሕዋት ረኺበ ይዛረብ ነይረ ኣዕሊለየን ክልተኤን እየን እታ ሓንቲ እንታይ ገይራ ተቐዳመይቲ ማለት እዩ ወደይ ከይሪኦ ኢለ ፈሪመ ጠቅላላ ካብ ሂወቱ ልጊሰዮ ካብ ሂወት ወደይ ኣነ ንዑ ከሕርቆ እግለ ገይረ ነየ ደሓር ግን ፀገም ብፀገም ፀገም ብፀገም እሱ ትቆል ዓብኡ የለን ኢለ ስለ ዘበልክዎ ከዓ ኣይመፅእን ኢለ ፈሪመ ስለ ዘበልክዎ ከዓ ክመፅእ ይክልን እዩ ክወፅእ ኣይክእል ክኣቱ ይክእል ናብ ዝኾነ ቦታ ወዲ ሒዘ ክኸይድ ኣለኒ ናብ ዝኾነ ቦታ ከምዚ ስጋዕ ዝዓቢ ሲ ሕጂ ዓሰርተ ሸውዓተ ድዩ ዓሰርተ ሸሞንተ ዓመት ገይሩ ኣሎ ሕጂ ትምህርቲ ክውድእ እዩ ሕጂ ክኣቱ እዩ ንዩኒቨርሲቲ ይሓልፈለ ይኾን ኢላሃኒ እቲ ሓንቲ ግን ካብኣ ካብኣ ተማሂረ ኖኖ ፈፍርቄና እሱ እምፃእ ይውሰድ ኣነ ከ ኣለኹ ኢላ እሳኸ ክልተ መዓልቲ ወስዶ ትወዲ ምስኡ ይቕኒ ክልተ መዓልቲ ከዓ ድዩ ዋላ እቲ ዝተረፈ መዓልቲ ምስኣ ኣነ ከዓ ምስኡ ክወስዶ ከሎ ባዕለይ ፅቡቅ ገይረ ይንቀባረር ባዕለይ ካባኣ እየ ተማሂረ ግን ኢላ ንሱ ትምህርቲ የብፅሖ ስፖርት ይወስዶ ገለ ይገብሮ ገለ ገብር ገለ ገብር ኣብ መወዳእታ ከዓ እ፣ ንገዛ ምምፃእ ምውሳድ ምእታው ስለ ዝጀመረ እም፣ ክልቴና ከም ብሓድሽ ተመሊስና ኢላ ሕጂ እቲ ህልኽ እቲ ሕጂ እንታይ እየ ከብል ደልየ ትተሃላለኽ እንተኮይንካ ቆልዑ እንተልዮምካ ፅቡቅ ኣይኮነን እቶም ቆልዑ ኣብ ማእከል ኮይኖም እንታይ ይኮኑ ሳፈር እዮም ድኮኑ በቃ ፅቡቅ ፅቡቅ ኣይኮኑን እዮም ብጣዕሚ እዮም ዝጭነቑ ሕጂ ንትምህርቶም ከጥቅዖም ይኽእል እዩ ፅብ ንፉዓት ዘይኮኑ ክኾኑ ይኽእሉ እዮም ዘይርድኦም እውን ክኾኑ ይኽእሉ እዮም ብዙሕ ነገር ከጋጥሞም እዩ ርእሰ ተኣማንነት ዘይብሎም ክኸውን ይኽእል እዩ ኩሉ ነገር ኮታ ክስምዖም ይኽእል እዩ ኣቦኦም እንከሎ ክሪኦም ዘይክእል እንተ ደኣ ኮይኑ ፀገም እዩ ስለዝኾነ ባዕልኽን ከይትዋረዳ ስድረኦም ኣቦኦም ክሪኦም የብሉን ዝበሃል ዋላ ሓንቲ የለን ሓደ መዓልቲ ከዓኒ ዋላ ኣቦይ ክብለኪ እዩ ስለዝኾነ ነፃ እንተኾነ ብሓንሳብ ንበሩ እንተዘየለ ከዓ ነፃ ሰብ እቲ ወዲ እቲ ሰብኣይ መፂኡ ደቁ ክርኢ ደቁ ክወስድ በቃ ነፃነት ግደፋሉ ብሓር ባዕሎም ባዕሎም ወስኑ እቶም ቆልዑ ቦም ደይደልዩ እንተኮይኖም ኣይንደልየካን ኢና በልዎ እንድዒ ባዕሎም ወስንዎ እ፣ ደ- ዝኾነ ነገር ብዛዕባ ኣቦኦም ከኣ ገለ ነገር ኣይትበሎም። ባዕሎም ምስ ዓበዩ ባዕሎም ነገራት ኩሉ ሪኦም ኣመዛዚኖም ክዛረቡ ይኽእሉ እዮም። ሕጂ እንታይ ንምባል እየ ደልየ እዚ ኩሉ ደዛርበኒ ደሎ ጽላልና ኣይነፍርስ እየ ክብል ደልየ። ክብረትና ኣይነልግስ። እዛ ገዛ ከምቲ ዝበልኩኹም ጽላል እንተዘይብላ ሓደ እንተዘይብላ ውድእቲ ኣይኮነትን። ስለዝኾነ ሰብኣይ ጽላል እዩ። ኩሉ ህልኾውን እዩ ዓንዲ ኣሎ ናይ ማእኸል ዓንዲ ኣሎ ኣርባዕተ ኣንጎሎ ብስርዓት ድተሃንፀ ኣሎ ዋላ መረባዕ ትኹን ዋላ ዝኹሉ ኮርናዓ ትኹን ዋላ ዝኾነ ኹን ናይ ላዕሊ መኽደን እንተዘይብላ ግን ገዛ እኽልቲ ስለ ዘይኮነት እንታይ ክብለክን እየ ደልየ እኹላት ዝኾኑ ሰብኡት ግን ሓዛኦም ክብለክን እየ ደልየ እቶም ብሓንሳብ ትነብሩ ዘለኹም ከኣ ፕሊስ ፕሊስ ኣጥቢቕኩም ሓዝዎ። በይንኻ ምንባር ጥዑም ኣይኮነን፣ ብዘይ ሰብኣይ ምንባር ጥዑም ኣይኮነን፣ በይንኻ ደቅኻ ምዕባይ ማለት ሕማቕ እዩ። ዋው ክንደይ ሃላኽ እዩ ዘለዎ፣ ክንደይ ብኽያት እዩ ዘለዎ። ቀትሪ ትስሕቕ ንግሆ ትስሕቕ ለይቲ ከዓኒ ትበኪ ዋይ በይነይ ትብል ክንደይ ነገር እዩ ደለዎ ስለዝኾነ እንታይ ክብለክን ደልየ ኣይትተሃመላ ኣይትተዓሸው ኩልኹም ድሓር ከዓ ኣቦታት ክኾኑልና ፕሊስ ኣርኣያ ኩንዎም ዋላ ኣዴታት ክኾናልና ኣርኣያ ወላዲ ውሉድ ንመን መስል ነብኡ ነዲኡ ንስድርኡ ንስድርኡ ብፍቕሪ ተሓብሒቡ ዝዓበየ ፍቕሪ እዩ ክኸውን። ኣብ ጽላል ብጽላል ተጸሊሉ ዝዓበየ ናይ ግድን እዩ። እቲ ጽላል ኣነ ጽላል ኣይከውንን እየ ወይ ከኣ ኣነ ናይ ላዕሊ ከ ኣይከድነክን እየ ኣየዕቅለክ ኣይከድነክን እየ ጽላል ኣይኮነክን እየ ኣይተድልይንን ኢኺ እንተ ኢሉኪ ኣይደልየክን እየ እንተ ኢሉኪ ግን ካብኡ ዝዓቢ ጽላል ኣሎ ንሱኸ መን እግዚኣብሄር ኣምላኽ ካብቱ ዝዓበየ ጽላል ዓብይ ስለ ዘሎ ንሱ ለኪ ኣይትፍርሒ ጽላል የለን ኢልኪ ዓቅልኪ ከይጸበኪ ግን ኣቦ ጽላል እዩ ስለ ዝኮነ ጽላልና ኣይነልግስ ክብርና ኣይነልግስ ዋላ ዓቅምና ብኩሉ ብኩሉ እኮ እዮም እንታሽሙ ዝኮንና ማለት እዩ ስለ ዝኮነ ሓቢርና መታን ክንነብር በቃ ወኢ ክብለኩም ደልየ ክብለክን ደልየ ብፍላይ ኣሕዋተይ ፕሊስ ዝኾነ ነገር ንመጀመርያ ኩሉ ግዜ እንታሽሙ እዩ ከቢድ እዩ ኣብ ዝኾነ ስለ ዝኾነ እንታይ ክብለክን ደልየ መስለክን ፅላልና ዝኾኑ ኣሕዋትና ንሓዚ ማለት እየ ንስኻትኩም ከዓ በጃኹም ፅላል ኩኑ በጃኹም በጃኹም ፅላል ኩንወን ጽላል ኩንወን ኣሕዋትኩም እየን ኣሕዋትኩም ኮን ስለ ዝኾነ ተስፋ ገብር ሰሚዕኩም ንክትኮኑ ተስፋ ገብር ገለ ነገር ረኺብኩም ንክትኮኑ ኣምላኽ ባረኽኩም ይቐንየለይ እቲ ንሕና ደይ ንኽእሎ ከዓ ኣምላኽ ይኽእሎ እዩ ተቐንየለይ ኣብቲ ዝመፅእ ስላዕ ንራኸብ ተንኪ ሶማች